ሰላም ወሰናይ ክቡራት ተኸታተልትና ናብ ካናልና ፍቕሪ ምስ ኩሉ እንቋዕ ብሰላም መጻእኩም። ሎማዕንቲ እታ ብጆብ ሰንተር ትምላእ ፎርሙላር ኣንላግ ኢካ ትብል ሓቢርና ምሳኹም ክንመልኣ ሒዝናልኩም መጺእና ኣለና ሰናይ ምክትታል ንምነየልኩም። እታ ንመልኣ ፎርሙላር ኣንላገ ኢካ ነዚኣ ትመስል ስወ ፌስትሽቴሉንግ ደር ኣይንኮምንስፈሄልትኒሰ ኣይና ኢን ደር በዳልፍስገማይንሻፍት ሊቭንድን ፔርዞን ኣፕ ፍንፍሴን ያርን ንእቶት ናይ ሓደ ካብ ዓሰርተ ሓሙሽተ ንላዕሊ ዝዒድምኡ ምስቶም ከም ሓደ ሓገዝ ዘድልዮም ማሕበር ወይ ሕብረት በዳልፍስገማይንሻፍት ማለት እዩ ዝነብር ዝምልከት ማለት እዩ እዚ ፎርሙላ እዚ ናብ ቁጽሪ ሓደ ክንከይድ

ቁጽሪ ናይቲ በዳህስተ ማንሻፍት እዚ ቁጽሪ እዚ እንተለኩም ኖርማል ክህልወኩም ኣለዎ እንተልዩኩም ወይ እንተረኺብክሞ ኣብዚኣ ትመልእዋ ናብ ቁጽሪ ክልተ ክንከይድ ዲ ኣንጋብን ኢን ዲዛ ኣንላገ በትሲንዚሽ ኣው ፎልግንደ ፔርዞን ኣብ ፍንፍጺን ያርን ኢን ደር በዳህፍስተ ማንሻፍት እዚ ፎርሙላ እዚ ነዚ ዝስዕብ ልዕሊ ዓሰርተ ሓሙሽተ ዓመት ዝዒድምኡ ኣብቲ ከም ሓገዝ ዘድልዮ ማሕበር ዝፍለጥ በዳህፍስተ ማንሻፍት ዝበሃል ዝነብር ዝምልከት እዩ እዩ ዝብል ኣንሬደ ኣቶ ወይ ወይዘሮ

እዚ ማሌት ከኣኒ እቲ ብካልኣይ መጽሓፍ ማሕበራዊ ሕጊ ዝወሃብ ሓገዝ ማሌት ናይ ጆብ ሰንተርን ናይ ሶሻል ሓገዝን ከም እቶት ኣይሕሰብን እዩ ስለዚ ኣብዚ ምጽሓፍ ወይ ምምልካት ኣየድልዩን እዩ እዩ ዝብል ዘሎ ታትሕተኣ ከኣ ኣርባይትስኣይንኮምን ኣውስ ኤርቨያብስቴትሽካይት ሰሪሕኻ ትእትዎ ገንዘብ ሃውፕት ኡንድ ኒምቤሩፍሊሽ ሚኒጆብ እቲ ቀንዲ ስራሕኻ ወይ እቲ ምሉእ ትሰርሖ ስራሕ ወይ ከኣ እቲ ብሚኒጆብ ዝፍለጥ ስራሕ ማሌት እዩ። ንክልቲኡ ማለት እዩ ዝምልከት ኣብዚ ትመልኦ እቶት ናይ ስራሕ እቶት ዝረኣ ኣብዚ ከኣ Name und Anschrift des Arbeitgebers ሽምን ኣድራሻን ናይቲ ወሃቢ ስራሕካ ከኣ ኣብዚኣ ትጽሕፍ ማለት እዩ ኣብ ትሕቲኣ ከኣ Die Zahlung des Arbeitseinkommens erfolgt ሕጂ እቲ ደሞዝካ ኣብቲ ትሰርሓሉ ወርሒ ድዩ ዝክፈል ወይስ ኣብቲ ድሕርኡ ዘሎ ወርሒ ማለት እዩ ሕጂ መዓስ ከም ዝክፈል እዩ ዝብል ዘሎ እዚ ኣብዚ የማናይ ወገን ከኣ Im laufenden Monat ኣብቲ ትሰርሓሉ ዘለካ ወርሒ እዩ ዝክፈል Im folgenden Monat

እዚ ኸኣ እንታይ ማለት እዩ? እቲ ጆብ ሰንተር ከኣ ኣብቲ ንቐረጽ ዝምልከት ናብቲ ንዓኻ ብውሕዱ ክትኸፍል ዘኽእለካ ናይ ቀረጽ ደረጃ፣ ኣብ ጀርመን ከከም ስድራቤታዊ ድሕረ ባይታኻ እቲ ትኸፍሎ ቀረጽ ይፈላለ እዩ። ስለዚ ናብቲ ንዓኻ ናብቲ ዝተሓተ ዝቑረጸልካ ደረጃ ቀይር ክብሉኻ ይኽእሉ ወይ ክብሉኻ ይኽእሉ እዮም። ብዛዕባ ኣከፋፍላ ቀረጽ ኣብ ጀርመን ከመይ ከም ዝኾነ ንዕኡ ዝምልከት።

ፊር ዲ ሽቶየርፍራየ ኣውፋንስ ኤንትሼዲጉንግን ገጻልት ቨያር፣ እዚ ኸኣ ብግብረ ሰናይ ወይ ብነጻ ጉልበት ናይ ዝሰራሕካሉ ንመተባብዒ ኢሉ ነቲ ናትካ ወጻኢ መሸፈኒ ተባሂሉ ዝወሃብ ገንዘብ ካብ ቀረጽ ወጻኢ ዝኾነ ማሌትዩ እቶት ዝምልከት እዩ። ሕጂ ብዚ ትሕቲ ኡ ኣር ቴቴትሽካይት ዓይነት ናይቲ ስራሕ ዛሉንግስኣይንጋን እቶት ገንዘብ ማለት እዩ። ብቀጠልያ ሕጂ እንታይ ይብል ኣሎ፣ ቢተ ሊግን ዚ ኣክቱኤለ ናክቫይሰ ዩበ ዲ ኮንክሬይተ ቴቲሽካይት፣ ዲ ኣርት ኡንድ ሂር ዴ ኣውፋንት ኤንትሺዲጉንግ ዴን ዛሉንግስኣይንጋንግ ኡንድ ዲ ኢን ዲዝም ዙዛምንሃንግ ኤንትሽታንደንን ኦደር ኤንትሽቴህንደን ኣውፍዌንዱንግን ፎር ይብል ኣሎ ብዚ ማለት እዩ። ሕጂ እዚ እንታይ ማለት እዩ? መረጋገጺ ነቲ ብዛዕባ እቲ ዓይነት ስራሕ ንዕኡ ተባሂሉ ዝኽፈል ገንዘብን እቲ ትሰርሖ ዘለኻ ገንዘብ መኣስ ኣትዩ ዝብል ምስኡ ዘራኽብ ዘበለ ኩሉ ነገራት መረጋገጺኡ ኣቕርብ እዩ ዝብል ዘሎ። ኣብ ትሕቲኡ ከኣ ኣውስኢቡንግ ኣይና ዜልብስሽቴንዲግንቲትሽካይት፣ ኣውኽ ኢን ደር ላንድ ኡንድ ፋውስት ቪርትሻፍት፣ ነብስኻ ክኢልካ ናትካ ትካል ጌርካ ወይ እንተለካ ተእትዎ ገንዘብ ዋላ ኣብ ናይ ሕርሻ ክፋል ይኹን፣ ድሕሪ ኣሊካ ኮይኑ ከምኡ፣ ኣብ ቀጠልያ እንታይ ይብል ኣሎ፣ ቢተ ፍዩል ዚ ዲ ኣንላገ EKS እታ ፎርሙላ ኣንላገ EKS ውን ምልኣያ እዩ ዝብል ዘሎ፣ ኣብ ትሕቲኡ ከኣ።

እቲ ኣግንቱ ፌ ኣርባይት ፎር እቲ መረጋገጺ እቲ ጭብጢ መረጋገጺ ማለት እዩ ክንደይ ከም ትኽፈል እቲ በሻይር ዝብልዎ ናይ ቡንደስ ኣግንቱ ፌ ኣርባይት ይህቡካ እዮመ ጓ ናቶም ገንዘብ እንድሕር ዳኣ ትውሃብ ኮንካ እታ ጽሑፍቲ እያ ኣቕርብ እዩ ዝብል ኣብዚ ካኣ ኣብ ትሕቲኡ ሕጂ እንታይ ይብል ኣሎ ዴ ኣንሽፕሩኽ ኣፍ ኣርባይት ሎዝን ጌልድ ሩት ቪግን ኣይና ሽፔርትሳይት ናኽ ዴም ኤስ ጊ ቢ ትራይ ኡደር ኢስት ኤርሎሽን እዚ ካኣ እንታይ ዝብል ኣሎ እቲ ዝግባኣኒ ገንዘብ ንግዚኡ ጠጠው ኢሉ ኣሎ ብመሰረት ሳልሳይ መጽሓፍ ማሕበራዊ ሕጊ ስለ ዝተኸልከለ እዩ ዝብል ማለት እዩ።

ሬንት እዚ ሕጂ እንታይ እዩ ዘሎ ንምሳሌ ናይ መንግስታዊ ጥሮታ ድሕሪ ሓደጋ ዝኽፈል ወይ መሕወዪ ጥሮታ ጥሮታ ድሕሪ ሞት ቤተሰብካ ዝኽፈል ካልእ ዓይነት ጥሮታ ዋላ ካብ ወጻኢ ሃገር ይኹን እንተለካ ኣብዚኣ ተመልክት መረጋገጽኻ ኣቕርብ ብቀጠልያ ማለት እዩ ኣብ ትሕቲኡ ከኣ Unterhaltszahlungen beziehungsweise Leistungen nach dem Unterhaltsvorschussgesetz እዚ ማለት ከኣ ብኻልእ ኣካል ትኽፈል እንተሊኻ ወይ ከኣ ብJugendamt ዓመት ንትሕቲ ዕድመ ኢሉ ዝኽፈል ገንዘብ እንተልዩካ ወይ ትኽፈል እንተኾይንካ ኣብዚኣ ትመልእ መረጋገጺኡ ከኣ ተቐርብ ማለት እዩ እቲ ብቀጠልያ ዘሎ ጽሑፍ ናይ መረጋገጺ ዝሕብር ኣብ ትሕቲኡ ከኣ ሕጂ እዚ ብቀጠልያ እንታይ ይብል ኣሎ ብታሕቲ ቨን ዚ ዲ ናክፎልገንድ ኣውፍግፍዮትን ላውፈንድን ኡንድ ሬግልሜሲግን ኣይንናምን ሃብን ትራግን ዚ ቢተ ዲ ኣርት ዲ ኣይንናምን ኢን ዲ ኡንትን ሽቴየንደ ታቤለ ኣይን ኡንድ ሊግን ዚ ኣክቱኤለ ናክቫይዝ ን ፎር እዚ ከኣ እንታይ እዩ ዝብል ዘሎ እንድሕሪ ደኣ ቀጻሊ እቶት ሓደ ካብዚ ኣብ ትሕቲዚ ተጠቂሱ ዘሎ ኣለኩም ኣብቲ ታሕቲ ዘሎ መሊእኩም መረጋገጺ ከኣ ኣቅርቡ እዩ ዝብል። ምሳሌ፣ Einnahmen aus Vermietung und Vermietung oder Verpachtung auch aus Land und Forstwirtschaft ይብል። ሕጂ እንታይ እዩ ዝብል ዘሎ እዚ እቶት ካብ ገዛ ክራይ ወይ ገዛ ኣካሪኻ ትረኽቦ ዋላ ናይ ሕርሻ ይኹን እዩ ዝብል ዘሎ ብዚ ሕጂ ኣብዚኣ ትመልእ ከምኡ እቶት ተሊካ፣ Sonstige Entgeltersatz፣

እዚ ማለት ከኣ ገንዘብ ዘይኮነሲ ኣቕሓ ነገር ትውሃብ ተኾንካ ሕጂ ንምሳሌ ብጥርሑ ትምገብ ተኾንካ ወይ ብጥርሑ ምግቢ ትውሃብ እንተኾንካ ከኣ ኣብዚኣ ትመልእ ቮን ጌልድ ሶትሲያል ሂልፈ ቫይተረ ሶትሲያል ላይስቱንገን ቮን ጌልድ ሕጂ ቮን ጌልድ በቲ ብኸተማ ንክራይ ገዛ ሓገዝ ተባሂሉ ዝኽፈል እዩ ሶትሲያል ሂልፈ ናይ መንግስታዊ ሓገዝ ከማን ቫይተረ ሶትሲያል ላይስቱንግ ካልእ ናይ መንግስቲ ሓገዝ እንተለካ ከኣ ኣብዚኣ ትመልእ ባፍግ ቤሩፍስኣውስቢሉንግስሂልፍ ኣውስቢሉንግስጌልድ ባፍግ ተምሃራይ ተኾንካ ትሓቶ ገንዘብ እዩ ቤሩፍስኣውስቢሉንግስ ባይሂልፈ ከማን ልክዕ ከምኡ እዩ ንሞያ ትቐስም እንተሊኻ ዝኽፈል ገንዘብ እዩ ኣውስቢሉንግስጌልድ ሞያ ትቐስም እንተለኻ ደሞዝካ ናቱ ተእትዎ ገንዘብ እዩ ከምኡ እንተሊካ ከኣ ኣብዚኣ ትመልእ ኣብ ትሕትኡ ከኣ ሶንስቲገ ላውፍንደ ኣይንናምን ጹምባይሽፒል ኤልተንጌልድ ሙተሻፍስጌልድ፣ ፍሊገጌልድ፣ ትሪንክጌልደ፣ ኣይንናምን ኣውስ ኣይንም ቡንደስፍራይቪሊግንዲንስት፣ እዚ ሕጂ ካልእ ቀጻሊ እቶትከ ኣለካዶ? ንምሳሌ ናይ ወለዲ ገንዘብ፣ ቆልዓ እንተ ዲካ ሕጂ እቲ መጀመርያ ዓመት ትክፈሎ ገንዘብ ማለት እዩ። ሙተሻፍስጌልድ ን ዝሓረሳ ወይ ክሓርሳ ዝቐረባ ኣዴታት ዝምልከት እዩ፣ ኣብቲ ክሰርሓሉ ዘይፍቀደን ግዜ፣ ዝኽፈልኦ ገንዘብ እዩ። ፍሊገገልድ ናይ መእለዪ ገንዘብ ትኽፈል እንተኾንካ፣ ትሪንክገልዳ፣ Trinkgeld፣ ሕጂ እንድሕር ደኣ እንዳ ሰራሕካ ከለኻ ከም መቕሽሽ ተዋሂብካ ናቱ ማሌት እዩ። ኣይንናምን ኣውስ ኣይንን ቡንደስ ፍራይቪሊግን ዲንስ፣ ሕጂ ብነጻ ጉልበት ብናይ ሓገዝ ሃገር ኣገልግሎት ዓይነት ተገልግል ተለኻ ወይ ትሰርሕ ተለኻ ዝኽፈለካ ገንዘብ ከኣ እንተለካ ኣብዚኣ ትመልእ። ኣብ ትሕቲኡ ሕጂ ኣይንኮመንስ ላይስቱንግስኣርት፣ እቲ እቶትን እቲ ዓይነት ስራሕን ትሰርሖ ስራሕን ኣብዚ ትጽሕፍ።

ንምሳሌ ናይ ቀረጽ ዝምለሰካ ገንዘብ ወይ ገንዘብ እቲ ትካልካ እታ ዝወሃብ ስራሕኻ ማሌት እዩ እንተኸሲሩ ብመንግስቲ ዝኽፈለካ ገንዘብ ወይ ውርሻ ወይ ህያብ ወይ ካልእ ገንዘብ ተእቱ እንተሊኻ ወይ እንተተዋሂብካ ኣብ ትሕቲኡ ሕጂ ብቀጠልያ እንታይ ይብል ኣሎ ሲኩንን ሜረረ ኣይናምን ኣይንትራግን ብዙሕ እቶት ዝተፈላለየ ዓይነት እቶታት

Bitte weisen Sie die Höhe der Einnahmen und den Zahlungseingang nach ድዩ ዝንታይ እዩ ዝብል ዘሎ ካልእ እቶት እንተልይካ ዝያዳ ካብዚ ቦታ ዘድልየካ ማለት እዩ ኣብ ፍልይ ዝበለ ወረቐት ኣኮይ ኣብ ካልእ ወረቐት ጥቐሶ ምስ ጠቐስካዮ ከኣኒ እቲ ብዝሕን እቲ ገንዘብ መዓዝ ከም ዝኣተወን ወይ ከመይ ከም ዝኣቱን መረጋገጺ ውን ኣቕርብ እዩ ዝብል ኣብ ትሕቲኡ ከኣ Kindergeld Kindergeld ሕጂ ናይ ቆልዓ ተባሂሉ ብፋሚልየንካሰ ዝኽፈል ገንዘብ እዩ ሕጂ ንኪንደርገይልድ ዝምልከት ፎርሙላታት ከማን ከመይ ጌርካ ከም ዝምላእ ኣብ ቀረባ እዋን ቪድዮ ክንገብር ኢና ሳብስክራይብ ጌርኩም ተኸታተሉና ሕጂ ናይ ኪንደርጌልድ ከኣኒ እንድሕር ደኣ ሰብ ዝኽፈል ኮንካ ቢተ ሊግን ዚ ዴን ኪንደርጌልድብሻይድ ፎር ሕጂ በቲ ናይ ፋሚልየን ካሰ መረጋገጺ ይወሃበካ እዩ ወይ ከንደይ ከም ትኽፈል ወይ ናይ ቆልዓ ከም ትኽፈል ጽሑፍ ይወሃበካ እዩ እቲ ጽሑፍ ሕጂ ኪንደርጌልድብሻይድ ይበሃል ንሱ ከኣኒ ኣቕርብ እብል ኣሎ ብዚ ማለት እዩ።

መሰረት ናይ ማሕበራዊ ሕጊ ብዓንቀጽ ዓሰርተ ክልተ ናይ ሶሻል ሓገዝ እንድሕር ኣለካ ኮይኑ ዝክፈል ከምኡ እንተለካ ማለት እዩ ሲንስን ሲንስን ወለድ እዩ ወይ ከኣ ካፒታል ኤርትሪገ ካፒታል ኤርትሪገ ከኣ ዝዋፈርካዮ ገንዘብ እንተለካ ማለት እዩ ኣብ ትሕቲኡ ሕጂ እንታይ ይብል ኣሎ ሲኮንን ሜረር ፔዞን ኡንተ ፍንፍቴን ያርን ኣይንትራግን ብዙሓት ቆልዑት ትሕቲ ዓሰርተ ሓሙሽተ ዕድመ ዝኾኑ ክትጠቅስ ትኽእል እኻ ሕጂ ፋሚልየና ምደስኪንደስ

ሞያ ትቐስም እንተኾንካ ግን ወይ ሞያ ዝቐስም ግን እቶቱ ብዘየገድስ ዋላ ትሕቲ ኣርባዕተ ሚእቲ ኢሮ ይኹን ወጻኢኡ ልዕሊ ሚእቲ ኦይሮ ዋላ ክኸውን ይኽእል እዩ እንድሕሪ ድኣ እቲ ኣድላይ ዝኾነ ናይ መምሃርን ናይ መጎዓዝያን ወጻኢ ብጭብጢ ክረጋገጽ ክኢሉ። ማዕረ ማዕረኡ ከኣ ነቲ እቶታት ናይ ኣውስቢሉንግስፈርደሩንግ ንሞያ ንምቕሳም ኢልካ ትወሃቦ ሓገዝ እውን ከምኡ ማዕረኡ እዩ። ንምሳሌ ቤሩስ ኣውስቢሉንግስ ባይሂልፈ ሞያ ንኽትቐስም ዝወሃበካ ሓገዝ። ወይ ገንዘብ Ausbildungsgeld ናይ ሞያ እንዳ ሰራሕኻ ወይ ናይቲ ስራሕኻ ትሰርሖ ዘለኻ ደሞዝካ ገንዘብ Ausbildungsförderung nach dem BAföG ባፍግ ዝበሃል ሓገዝ ነቲ ሞያ ወይ ንትምህርታዊ ሞያ ንክትቐስም ትውሃብ እንተሊኻ ውን ከምኡ ልክዕ ማዕርኡ ማለት እዩ። ሕጂ ብዚ ክትመልእዎ እንድሕር ደኣ ኾንኩም ከምቲ ብቲ ቀጠልያ ዝበልናዮ ማለት እዩ ብላዕሊ እንድሕር ደኣ። ካብ ኣርባዕተ ሚእቲ ንላዕሊ ኮይኑ እቶትኩም እቲ ወጻኢኹም ከኣ ካብ ሚእቲ ንላዕሊ ተኾይኑ ኣብዚ ትመልእዎ ማለት እዩ ተማሃራይ ወይ ሞያ ዝቐስም ዘሎ ተኾይኑ ግን ብዘየገድስ ወጻኢኡ እዚ ክመልኦ ይኽእል እዩ ካብ ሚእቲ ኦይሮ ንላዕሊ ወጻኢ እንተለዎ እቶት ብዘየገድስ ክመልኦ ይኽእል ሕጂ ብዚኣ እንታይ ትብል ኣላ Ausgaben für die Fahrten zwischen Wohnung und Arbeitsstätte ወጻኢታት ወይ ወጻኢ ንመጓዓዝያ ካብ ገዛኻ ንስራሕኻ እተጥፍኦ ማለት እዩ። ኣብዛ ታሕቲ ከኣ ኣንሽሪፍት ዲ ኣርባይት ሽቴትን ሽትራሰ ሃውዝኑመር ፖስላይትዛል ኦርት፣ ኣድራሻ ናይቲ ትሰርሓሉ ቦታ፣ ጎደና፣ ቁጽሪ እቲ ገዛ፣ ቁጽሪ ናይቲ ከተማ፣ እቲ ከተማ፣ ኩየርትስተ ሽትሬከ ጽሽን ቮኑንግ ኡንድ ኣርባይትሽቴተ ኢን ኪሎሜተርን፣ እቲ ዝሓጸረ መንገዲ ኣብ መንጎ ገዛኻን ስራሕኻን ዘሎ ፍልልይ ርሕቀት ማለት እዩ ብኪሎሜተር ኣብዚኣ ትጽሕፍ፣ ኣብ ትሕቲኡ ከኣ ዲ ሽትሬከ ቪየርድ ሪግልሚሲግ ኣን ኣርባይታግን ይ ቮኸ፣ ሱር ገሊት እዚ መገዲ እዚ ኩሉ ግዜ ኣብ ክንድዚ መዓልቲ ኣብ ሰሙን ይኸዶ ክንደይ መዓልቲ ከም ትኸዶ ሕጂ ብዚኣ ትጠቀስ ኣብ ትሕቱ ከኣ ዲ ስትሬከ ቪየት ሱር ገሊት ሚት እቲ መገዲ ዝጓዓዘሉ ከኣኒ ብምንታይ እዩ ሚት ኣይነም ክራፍትፋትሶይግ ብመኪና እንተ ኮይንካ ኣብዚኣ ትመልእ ሚት ኡፍንትሊሽን ፈርኬርስሚትል ኡዩ ዲ ኣውስጋብን ኢን ኦይሮ ጽም ባይሽፒል ፊር ኣይነ ሞናት ካርትል ብኣውቶቡሳትን ባቡራትን መጓዓዝያ ትጓዓዝ እንተ ኮንካ ከኣኒ ኣብዚኣ ትመልእ ብዝሒ ናይቲ ትኸፍሎ ወጻኢ ከኣኒ ንምሳሌ ናይ ወርሓዊ ነቲ

ፋትኮስትን ፎም ኣባይት ጌቫ ፎን ኣይንም ትሪት ያ ናይ እንታይ ዝብል ዘሎ ግቡእነት ኣሎ ብሳልሳይ ኣካል ወይ በቲ ወሃቢ ስራሕ ነቲ መጎዓዝያ ክኽፈል ወይ ይኽፈል እየ ክኽፈል ይኽእል እየ ትብል ተኾንካ እቲ ወሃቢ ስራሕካ እንድሕር ደኣ ይኸፍለካ ኮይኑ ናይ መጎዓዝያ ኢሉ ወይ ንትራንስፖርት ኢሉ ወይ ካልእ ሳልሳይ ኣካል ክኸፍለካ እንተልዩ ኣብዚኣ እወ ወይ ኖኖ እትብል ማለት እዩ ብቐጠልያ ከኣ ቢተ ሊግን ዚ ኣይንን ኤንትሽፕሬሸንድን ናክቫይስ ጹም ባይሽፒል ሽራይብን ደስ ኣባይት ጌቫስ ፎ መረጋገጺ ኣቕርብ ንምሳሌ ጽሑፍ ናይ ወሃቢ ስራሕኻ ይብል ኣብዚ ማለት እዩ። ኣብ ትሕቲኡ ከኣ ቫይተረ ኣውስጋብን ኣውስ ኣይነም ኣርባይትስፌሄልትንስ ሱም ባይሽፒል ዶፕልተ ሃውዝሃልትስፊሩም ኣርባይትስሚትል ዲ ኒሽት ፎም ኣባይት ጊባ ኤሽታተት ቬያርድን ሕዚ እንታይ እዩ ዝብል ዘሎ ካልእ ወጻኢታት ብስራሕ ምክንያት ዝወጽእ ወይ ከውጽኦ ዘለኒ ወይ ክኸፍሎ ዘለኒ ነገራት ይብል ኣሎ እዚ ማለትዩ ሕጂ እዚ ከኣ ንምሳሌ ይብል ኣሎ ዶፕልተ ሃውዝሃልትስፊሩ እንድሕር ደኣ ስራሕካ ርሕቅ ዝበለ ቦታ ኮይኑ እሞ ካልኣይ ገዛኡ ክትካረ ተገዲድካ ነቲ ካልኣይ ገዛ ትኸፍሎ ክራይ ገዛ ሓደ ወጻኢ እዩ ኣርባይትስሚትል ከኣ

ዝያዳ ገንዘብ ተጥፍእ እንተኾንካ ንምግቢ ምኽንያቱ ካብ ሸሞንተ ሰዓት ብውሕዱ ካብ ሸሞንተ ሰዓት ንላዕሊ ካብ ገዛኻ ወጺእኻ እንድሕር ደኣ ኣሊኻ ኮንካ ብስራሕ ምኽንያት ማለት እዩ ካልኣይ ገዛ ዘይብልካ እንተኾይኑ እዩ ግን እዚ ኣብኡ ኣብቲ ጥቓ ስራሕኻ ሕጂ ብዚ ትሕትኡ እንታይ ይብሉ ኣለዉ ኣንሳልዴ ኣባቲ ታገ ኢሞናት ክንደይ መዓልቲ ኢኻ ኣብ ወርሒ ትሰርሕ ኣብዚ

መዓልታዊ ካብ ገዛኻ ንወስራሕ ወጺኻሉ ዘለኻ መዓልቲ እንድሕር ደኣ ክሳብ ዓሰርተ ክልተ ኢሮ መረጋገጺ ኣለካ ከም ወጻኢ ክሕሰበልካ ይኽእል እዩ። እንድሕር ደኣ ምሉእ መዓልቲ ካብ ገዛኻ ወጺኻ ኮንካ ከኣ ክሳብ ዕስራን ኣርባዕተን ኢሮ ከም ወጻኢ እንድሕር ደኣ መረጋገጺ ተቕርብ ኮንካ ክፍቀደልካ ወይ ክሕሰበልካ ይኽእል እዩ። መረጋገጺ ዘይብልካ እንተኾንካ ግን ንመዓልቲ ሽዱሽተ ቅርሺ ከም ወጻኢ ይሕሰበልካ እዩ። እዩ ዝብል ዘሎ ኣርባዕተ ክልተ ሶንስቲገ ኣፕሴትሱንግን ካልእ ወጻኢታት ካብ ደሞዝካ ክቐንስ ዝኽእል ማለት እዩ። ሳልንግን ኣን ኣይነ ኡንተሃልትስበረሽቲግት ፔርዞን ኣውሳሃር ዴር ቤዳርፍስገማይንሻፍት ኣፍግሩንድ ኣይነስ ኡንተሃልትስቲትስ እዚ ሕጂ እንታይ እዩ ዝብል ዘሎ እንድሕር ደኣ ካብ ገዛኻ ወጻኢ ዝነብር ዘሎ ሰብ ገንዘብ ትኸፍሎ ኮንካ ንምሳሌ እንድሕር ደኣ ካብ ገዛኻ ወጻኢ ዝነብሩ ቆልዑ ተኣለውኻ ኮይኖም ንዕኦም ትኸፍሎም እንተኾይንካ ወይ ካልእ ሰብ ሰበይትኻ ዝነበረት ወይ ሰብኣይክ

ፍርዲ ናይ ቤት ፍርዲ ወይ ውሳነ ናይ ቤት ፍርዲ ውዕል ምስ ቤት ፍርዲ ዝገበርካዮ ወይ ከኣ ናይ ንኽትከፍል ኢልካ ዝተፈራረምካዮ ጽሑፍ ኮፒ ኣርኢ ወይ ኣምጽእ ኣቕርብ ትኸፍሎ ከም ዘለኻ ከኣ መረጋገጺ ኣምጽእ ዝብል ዘሎ ብዚ ብቐጠልያ ኣብ ትሕትኡ ከኣ ባይ ዲ ኣውስቢሉንግስፍርደሩንግ በሩስኣውስቢሉንግስፓሂልፍኣውስቢሉንግስኬልድባፊግፊኣይንኪንድ በርግሲሽቲትስኤልተንኣይንኮመን ሕጂ ብዚ እንታይ እዩ ዝብል ዘሎ ሞያ ንኽቐስም ሓገዝ ዝረክብ ውሉድ ወይ ትኸፍሎ እንተለካ እቲ ነቲ ሓገዝ ዝረክብ ኣብ ሕሳብ ዝኣተወ እቶትካ ኢዝቢ ዘሎ ዝማዚ ናይ ወላዲ እቶት፣ ፋሚልየናመደስኪንድስ፣ ሽም ናይቲ ቆልዓ፣ ፋውናመደስኪንድስ፣ ቅድሚያ ሽም ናይቲ ቆልዓ ማለት እዩ። ፋሚልየናመደስኪንድስ ኣብ ትሕቲ እውን ካልኣይ ቆልዓ እንተሎ ሽም ወላዲ ናይቲ ቆልዓ ማለት እዩ። ቅድሚያ ሽም ናይቲ ቆልዓ ከኣ ንብዚያ ቢትሊይግን ዚደን ኣክቱኤልን በሻይድ ፎ እቲ መረጋገጺ ወይ እቲ ውሳኔ ከኣ ኣቕረብ እዩ ዝብል ዘሎ።

ላመቱ ቨያድን ፎም ኣይንኮምን ሞናትልሽ ፓውሻል ትራይትሽ ኦይሩ ኣብ ክዜትስ እዚ ሕጂ እንታይ ይብላ ኣሎ ንናይ ውልቂ ማለት ፕሪቫት ወይ ፕራይቬት ኢንሹራንስ ከምተን ሕጋውያን ኢንሹራንስታት ዝኾና እሞ ካብዘን ኣብቲ ታሕቲ ዘይተጠቕሳ እንተኾይነን ሰላሳ ዩሮ ከም ወጻኢ ይሕሰብ እዩ ዝብል ዘሎ ሕጂ ብዝትሒቱ እንታይ ይብል ኣሎ ብርጉድ ዝበለ ጽሒፎም ማለት እዩ ሱም ኤርሃልት

ክፍሊት፣ ንምሳሌ ሪስተሬንተ ዝበሃል፣ ኣብ ትሕቲኡ ከኣ ፕሪቫተ ፈዚሸሩንግ ሚንደየሪጋ ኪንደር፣ ውልቃዊ ኢንሹራንስ ንትሕቲ ዕድመ ዝኾነ ቆልዓ ወይ ንትሕቲ ዕድመ ዝኾኑ ቆልዑት፣ ኣብ ትሕቲኡ ሕጂ ፋሚልየናመደስኪንደስ፣ ናይ ወለዲ ሽም ናይቲ ቆልዓ፣ ፎናመደስኪንደስ፣ ቂድሚያ ሽም ናይቲ ቆልዓ፣ ኣርት ዴ ፈዚሸሩንግ፣ ዓይነት ናይቲ ኢንሹራንስ፣ ኣብ ትሕቲኡ ከኣ ኣይነ ፈዚሸሩንግስ ፍሊሽት ኢንደገዜትሊሸ ክራንክን ፍሊገ ፈዚሸሩንግ ኡንድ ሬንትን ፈርዚሸሩንግ ሊት።

ወይ ኣነ ከማልኦ ወይ ክገብሮ ዘለኒ ነገራት ወይ ነገር ማለት እዩ። ባይ ኤንደር ውን ዴ ኣይንኮምንስ ሁ ቱም ባይ ሽፒል ኣርባይት ኤንድ ጌልት ኡዳ ዴ ኣውስጋብን ኣይንሽሊስሊሽ ዴ ኡንተሃልትሳሉንግን ሲንት ሲ በትሲምስፋይስህ ዲ ሚትግሊዳ ኢረ በዳውስገማይንሻፍት ፌርፕፍሊሽትት ዲዘ ኡንፌርትዙግሊሽ ሚትዙታይልን ኡንድ ኤንትሽፕሬሽንደ ናክቫይዝህ ፎቱ ሊግን። ስለዚ እንታይ እዩ ዝብል ዘሎ? ዝኾነ ዓይነት ምቅይያራት ወይ ለውጢ ኣብቲ ናይ እቶት ብዝሕን ንእቶት ዝምልከት ንምሳሌ እቶት፣ ናይ ደሞዝ እቶት ወይ ወጻኢታት ወይ ዋላ እቲ ዝኸፍሎ ዘለኹ ንኻልእ ኢለ ወጻኢታትን ናተይን ናይቶም ኣብቲ ማሕበር ምሳይ ዘለዉ ዝቕመጡን ኣብቲ Bedarfsgemeinschaft ከም ምስቲ ናተይ Bedarfsgemeinschaft ዝቑጸሩን እንድሕሪ ደኣ ንዝኾነ ዓይነት ምቅይያራት ነዚ ገንዘብ ዝምልከት ንብዝሑ ወይ ንዋሕዱ ዝምልከት እንድሕሪ ደኣ ምቅይያራታ ኣምጺኡ ግዴታ ኣለኒ ዋላ ንሶምውን ግዴታ ኣለዎም ብህጹጽ መረጋገጺ ኣምጺኦም ሓበሬታ ነቲ Jobcenter ክህቡ እዚኣ እያ እታ ግዴታነት ማለት እዩ እዚኣ ብቀጠልያ ኣርጉድ ኣቢሎም ጽሒፎማ ዘለዉ ኣብዚ ሽትኡ ከኣ እሽ በሽቲቲገ ደፍቲ ኣንጋብ ንሪሽቲግ ሲንድ ኣነ የረጋግጽ ኣለኹ እቲ ሂበዮ ዘለኹ ጽሑፍ ቅኑዕ ወይ ሓቂ ምዃኑ ዝብል ማለት እዩ። ኣብ ትሕትኡ ኦርት ኡን ዳቱም ዕለትን ቦታን ዕለትን ማለት እዩ ቦታ ንምሳሌ ክሬይፌልድ ዕለት ዕስራ ወርሒ ሸሞንተ ክልተ ሽሕን ዕስራን ኡንተሽሪፍት ኣንትራግሽቴለሪን ኣንትራግሽቴለር ከኣ እቲ ነዚ ፎርሙላ ዝመልእ ዘሎ ፌርማ ናቱ ማለት እዩ ኣብ ዝፍርም ብቀጠልያ ከኣ ባይ ሚንደር የሪገን ኡንተሽሪፍት ደያ ደስ ግዜትልሽን ፈትሬተሪን ፈትሬታስ ትሕቲ ዕድመ እንተኾይኑ ነዚ ፎርሙላ ዝመልእ ዘሎ ከኣ እቲ ሓላፍነት ንዑ ተሸኪምዎ ዘሎ ወይ ሓላፍነት ናቱ ወሲዱ ዘሎ ወይ ተወሲንሉ ዘሎ ቤት ፍርዲ እንድሕር ሓላፍነት ተወሲንሉ ባዕሉ ነብሱ ክኽእል ዘይክእል እንተኾይኑ ወይ ክውስን ዘይክእል እንተኾይኑ ከኣ ንሱ ብዚኣ ይፍርደሉ ማለት እዩ። ክቡራት ተኸታተልትና እዛ ፎርሙላ ኣንላገ ኢካ ትብል ኣብዚኣ ወዲእና ኣለና። ኣብቲ ዝመጽእ መደብና ከኣ ንኻልእ ዓይነት ፎርሙላ ዝምልከት ኣርእስቲ ሒዝናልኩም ክንመጽእ ኢና። ዝኾነ ዘይበርሀ ነገር እንድሕር ድኣ ኣሎ ኮይኑ ብኮሜንት ጌርኩም ክትሓቱና ትኽእሉ ኢኹም። እንድሕር ድኣ ፎርሙላታት ኣለኩም ኮይኑ ከምዚ ሕጂ ኣቕሪብናዮ ዘለና ጌርና ክነቕርበልኩም እትደልይዎ ብኢሜይል ጌርኩም ክትሰዱልና ትኽእሉ ኢኹም። ኣብ ቀጻሊ ቪድዮና ክሳብ ንራኸብ ከኣ ብሰላም ጽንሑ።